ዝኸበርኩም ሰማዕትና ንፈነዉና ክትከታተሉ ብኽብሪ ንዕድመኩም። ሰላም ጥዕና ይሃበለይ ዝኸበርኩም ተኸታተልቲ ፈነወ ሬድዮ ቢቢሲ ንሎሚ ረቡዕ ዘዳለናዮ መደባት ንጅምር ኣለና ንሎሚ ካብ ዘለዉና ቴሌቭዥን ትግራይ ዳግማይ ፈነዋ ጀሚራ ጉዕዞ ክልተ ዓመት ሰላም ኢትዮ ኤርትራ ከመይ ይግምገም ናይ ሰላም ዝተገብረ ዳንኬራ ናይ ብሓቂ ኣርቲፊሻል ከም ዝነበረ ገይሩ የቕርቦ ኣሎ ማለት እዩ። እቲ ናይ ዶብ ጉዳይ ንምፍታሕ ተተደልዩ ዘረባታት ክጅምሩ ኣለዎም። ዓለም ለኸ ማሕበረሰብ ምሁራን ትግራይ ነቶም ኣብ ስዑድያን የመንን ዘለዉ ስደተኛታት ንምምላስ ይሰርሑ ኣለዉ። ኣምንስቲ ኢንተርናሽናል ቪክትም ልኾኑ ኣብቱ እስሬት ውሽጢ ለለዉ ሰባት ስለሎ ጉዳይ ኬዝ ቢልድ ይገብር ለእዩ። ኣይኦኤምኤን እውይ ብኣታቶም በኩል ሬዲ ከምልኾኑ እዩም ዝሃቡና መልሲ። እዝን ካልእን ምስ ሓጸርቲ ዜናታት ዝዕለት ክልውና እዮም ክትከታተሉና ብክብሪ ዝዕድመኩም ሃብቶም ወልደ ዮሃንስ እየ ንክልተ መዓልታት ተዓፅያ ዝፀንሐት ቴሌቭዥን ትግራይ ዳግማይ ናብ ፈነወ ከም ዝተመልሰት ተሓቢሩ ኣሎ ሪፖርተርና ግርማይ ገብሩ ካብ ከተማ መቐለ ተወሳኺ ኣለዎ
ተለቪን ትግራይ ድሕሪ ናይ ክልተ መዓልታት እገዳ ሎማዓንቲ ከም ብሓድሽ ኣብ ናይል ሳት ፈነወ ጀሚሩ ኣሎ። ዋላ እኳ ትማሊ ምሸት ኣብ ዓረብ ሳት ክፍኖ ተባሂሉ እንተነበረ እቲ መስመር ጣብያ ግን ክሰርሕ ኣይከኣለን። ብኻሊእ ገፅ ድምፂ ወያነን ኣብ HD ዝዓይነቱ ረሲቨር ጥራይ ይሰርሕ ምህላው ኩሉ ሰብ ብቐሊሉ ክረኽቦ ዘይምኽኣሉ ወሃብቲ ርኢቶ ይገልፁ። በዓል መዚ ሰነወ ኢትዮጵያ ቅድም ኢሉ ንኽልቲኦም ጣብያታት ቴሌቪዥን መጠንቀቕታ ጽሒፉ እኳ እንተነበረ፣ ኣብቲ ምዕፋን ግና ኢድ ከምዘይብሉ ገሊጹ እዩ። ሓለፍቲ ክልቲኤን ጣብያታት ቴሌቪዥን እቲ ዓፈና ብሰበስልጣናት መንግስቲ ፌደራል ከምዝተፈጸመ ምግላጾም ይዝከር።
ቀዳማይ ሚኒስተር ኣብይ ኣሕመድ ቅድሚ ክልተ ዓመት ልክዕ ከምዛ ሎሚ መዓልቲ እዩ ናብ ኤርትራ ታሪኻዊ ምብጻሕ ኣካይዱ። እቲ ሽዑኡ ዝነበረ ኣቀባብላ ድማ ህዝብታት ኤርትራን ኢትዮጵያን ንሰላም ዘለዎም ሃረርታ ዘንጸባርቕ እዩ ነይሩ። ዝሓለፈ ክልተ ዓመታት እንታይ ውጽኢት ተራእይዎ? እቲ ሽዑ ዝነበረ ፍናንን ትጽቢትንከ ድሕሪ ክልተ ዓመታት ከመይ ክግምገም ይከኣል ኣብ ዝብል ኣርእስቲ ንተንተንቲ ፖለቲካ ቀርኒ ኣፍሪቃ ዓብዱራሕማን ሰይድ ኣቡ ሓሽምን ዳደ ደስታን ናይ ሎሚ ኣጋይሽና ጌርናዮም ኣለና። ዓብዱራሕማን ኣቡ ሓሽም። እቲ ሰላም ምስ ተፈረመ ናይ ብሓቂ ኣነ ብወገነይ ሕጉስ እየ ነይረ። ሽዑ እውን እንተኾነ ግን ቁሩብ ስግኣታት ነይሩ። እዚ ሰላም እዚ ኣብ ሞንጎ ክልተ መራሕቲ ከይከውን ትካላዊ መሰረት ዘለዎ ህዝባዊ ደገፍ ዘለዎ ሰላም ክኸውን ኣለዎ ዝብል ኣሚተ ነይረ ሽዑ ውን። እቲ ምስኡ ኣተኣሳሲርካ ዝረኣ ከኣ እቲ ጉዳይ ናይ ኣብ ውሽጢ ክልቲኡ ሃገራት ክኸውን ዝግብኦ ናይ ሰላምን ናይ ሪፎርም ወይ ከኣ ጽገና በሎ ወይ ምትዕራይ ናይ ምሕደራታት ክግበር ከኣ ነይርዎ ብፍላይ ከኣ ብሸነኽ ኤርትራ ተሓዲኦም ነቲ ካልኣይ ክስዕብ ከም ዘለዎ ማለት ኢዩ።

ዝውዕል ዘሎ እዩ ዝመስል ስለዚ እዚ ነቲ እቲ ናይ ሰላም ዝተገብረ ዳንኬራን ዋዕዋዕን ናይ ብሓቂ ኣርቲፊሻል ከም ዝነበረ ገይሩ የቕርቦ ኣሎ ማለት እዩ። ተንታኒ ፖለቲካ ቀርኒ ኣፍሪቃ ዳደ ደስታ ብወገኑ፣ ሕዚ ከመይ ኣሎ ኣብዚ ሰዓት እዚ እንተልካኒ well ዝተወሰና መክሰባት ኣተባዕትዋ ሓደ እቲ ናይ ኩናት ዝመስል ወተሃደራት እናንቀሳቀስካ ሸሽዑ ምትፍናን ሎሚ ናብ ሓድሽ ኩናት ኣተና ጽባሕ ኣተናገደ ዝብል ነገር ዝነከየ መስለኒ እታ ዝረእናያ ንእሽተይ ናይ ህዝቢ ትመስል ኣብ ዶብ ከባቢ ውን ዝረእናያ ዋላ እዚ ናይ ሐዚ ዘሎ ኹነታት ውን ተኾነ ዋላ ብነፋሪት ጥራሕ ይኹን እዚኤን ከምዘለዋ ቸርሽ ዝግበራ ነገራት ዝነዓቃ ኣይኮናን እቲ ኻልኦት ነገራት ስዕብ እዩ ተባሂሉ ዝነበረ ግን እተን ዝተወሰና ዝነበራ ናይ ዲሞክራታይዘሽን ዝነበራ ኽፍተታት ንዓኣትን ናብ ማዕበል ኣብ ኢትዮጵያ ከይደን ኣብ ኢትዮጵያ ኣብ ኤርትራ ውን መናእሰይ ናብ ንቡር ናብርኦም ዝመጽሉ ዲሞብላይዘሽን ዝካየድ ኣሰሩ ዝፍትሕሉ ክንዲ ዝኸውን ቐጥታ እቲ ኣብ ኢትዮጵያ ዘሎ ስርዓት ናይ ኤርትራ ስርዓት እናመሰለ ከይደ ኣሎ ሕዚ ድማ ናይ ክልቲኡ ስርዓታት ከመይ ጌርና ነቐጽሎ ዝብል ናይ መራሕቲ ምትሕግጋዝ ኮይኑ እዩ ተወዲኡ። ኣብ ጉዳይ ምምልካት ናይ ዶብ ብወገን መንግስቲ ኤርትራ ህወሓት ይዕንቅፍ ከምዘሎ ክግለጽ እንከሎ ብወገን መራሕቲ ህወሓት ድማ መንግስቲ ኤርትራ የድሓርሕር ከምዘሎ እዩ ዝግለጽ ዓብዱርሓማን ሰይድ ኣብ ሓሽም ድማ ትዕዝብቱ ኣካፊለና ኣሎ። እቲ ሰላም ምስ ተፈረመ ቅድሚ ክልተ ዓመት ክግበር ዝነበሮ ቅድመ ኩነት እንታይ ነይሩ? ትራስት ቢልዲንግ ናይ ከመይ ጌርካ እምነት ኣብ መንጎ እዚ ክልተ ሃገራትን ኣብ መንጎ ክልቲኡ መንግስታትን ከመይ ጌርካ እምነት ትፈጥር? እንድሕር እታ ጉዳይ ናይ ዶብ ነይራሲ ኦኬ እታ ተሳሕብ ጉዳይ ብኣ ንጀምር እዛ ናይ ባድመ ጉዳይ ብኣ ንጀምርሞ ንዓ ንወድኣያ። እቲ ዘይሰሓሕብ ጉዳያት ግን ብዘይገድስ ንመን እዩ ተዋሂቡ ግን ከም ንቡር ከምቲ ዝጸንሐ እውን ክቕጽል ይከኣል እዩ ክልቲኡ እንድሕር ተሰማሚዑ ማለት እዩ። ኣብዚ ሕጂ ሓደ እቲ ጸገም ኣብ ኤርትራ ዘሎ መንግስቲ እቲ ጉዳይ ጉዳይ ናይ ዶብ ከም ዘይኮነ ብምንታይ ትርእዮ መጀመርያ ነዚ ጉዳይ ምስ ኣብይ ኣሕመድ ምስ ተፈራረሙ ረሲዕዎ እቲ ዶብ ከም ቅድመ ኩነት ጌሩ ዘቐምጦ ዝነበረ ኮምፕሊትሊ ተረሲዑ ብዛዕባ ከመይ ጌርካ ንትግራይን ንወያነን ከመይ ጌርካ ትስዕሮም ኮይኑ እቲ ኣሰራርሓ ብሸነኽ ወያነ ውን ዝግበር ዝነበረ ናብዚ ጉዳይዚ ደጋፊ ወይ ከኣ ሓጋዚ ኣይነበረን። ሰለስቲኦም ተሻረኽቲ እዮም በሃላይ እየ። በዚ ምኽንያት ከኣ እቲ ጉዳይ እንተ ናይ ዶብ ድዩ እንተ ናይ ዘይዶብ ድዩ ናይ ብሓቂ ኣብ ሕልኽልኽ ከም ዝኣቱ እዩ ተገይሩ ዘሎ። ኣብዚ እዋን እዚ ኣብ ምንታይ ኢና በጺሕና ዘለና? ክልቲኡ ሸነኻት መሻርኽቲ ኮይኑ ኣሎ። ኣስመራን ኣዲስ ኣበባን። ነቲ ብ መቐለ ዘሎ ሓይሊ ከመይ ጌርካ ንዕኡ ስዒርካ ደፊእካ ተውጽኦ ማለት እዩ። ዳደ ደስታ ብወገኑ ባድመ ከም ጠንቂ ዘይኮነት ከም ሳዕቤን እያ ክትውሰድ ዘለዋ እዩ ዝብል። ብምኽንያት እቲ ካልኦት ዝነበረ ዘይምስምማዕ ዝመጸት ፍላሽ ፖይንት እያ ነይራ። ናይ ዶብ ከም ዘይነበረ ፍሉጥ እዩ። ናይ እኳ ደኣ ናይ ፖሊሲ ዘይምቅዳው ዘምጽኦ ነገር እዩ። ዶብ ናይ ክልቲኡ ከባብታት ያው ብክልቲኦም መንግስታት እዩ ክፍታሕ ዝኽእል። ናይ መንግስቲ ትግራይ ወይ ናይ ወያነ ተራ ብዘይካ ኣብቲ ዶብ ዝዳወብ ዘሎ ማሕበረሰብ ክራኸብ ዝኽእል ንሱታት ፋሲሊቴት ምግባር፣ ምሕጋዝ፣ ምትብባዕ ኣብኡታት፣ እቲ ኣወንታዊ ተራ ምጽዋት ገለ እንተዘይኮይኑ ኣብቲ ዶብ ዝምልከት ብዙሕ ተራ ክህልዎ ዝኽእል ኣይከምን። ምኽንያቱ ኢንተርናሽናል ዶብ እዩ። ናይ ክልቲኤን ሃገራት ዝምልከት እዩ። እቲ ናይ ዶብ ጉዳይ ንምፍታሕ እንተተደልዩ ዘረባታት ክጅምሩ ኣለዎም። ንሱ ተቐቢልካ ንምትግባር እውን እንተኾነ ስቲል ክልቲኦም መንግስታት ክዘራረቡ ኣለዎም። ንዕኡ ዝኸውን መስርሕ ብምዝርራብ ኣፈጸምቲ ዝበሃሉ እንተስ ብናይ ሓባር ኮሚሽን ድዩ ብካልእ መንገዲ ወይ ሳልሳይ ሰብ እዞም ሞያተኛታት ካብ UN ወሲኾም ክግብር ይከኣል እዩ እንድሕር ንሱ ምግባር ኮይኑ ድልየቶም። እቲ ቁምነገር ግን ክትሰሓት ዘይብላ ፕረዚደንት ኢሳያስ እዛ ናይ ዶብ ዝበላ ከምታ ቅድም ዝበላ ኣይረሲዖምዋ ጥራሕ ዘይኮነሲ ኣድላይ እውን ኣይኮነን ሕዚ ክንገብሮ የብልናን ናብ ዝብል ሓዱሽ ኣጀንዳ ስለ ዝኣተውን እዛ ጉዳይ እዚኣ ናም ጉዳየይ እያ ሕዚ ክገብራ ኣለኒ ክብል ክኽእል ኣለዋ።
ምድላዋት ዕለተ ረቡዕ ራድዮ ቢቢሲ ኣብ ምክታል ትርከቡ ዝኸበርኩም ሰማዕትና ሓፀርቲ ዜናታት ከቕርበልኩም ላያን ፅጋቤ ምስቲ ድሕሪ ቕትለት ስነ ጥበበኛ ሃጫሉ ሁንዴሳ ኣብ ኢትዮጵያ ዝተፈጠረ ዘይምርግጋእ ብዝተሓሓዝ ፖለቲከኛታት ኣብ ቀይዲ ይኣትዉ ኣለዉ። ኣብቲ ድሒሩ ዝተወሰደ ስጉምቲ፣ ላዕለዎት መራሕቲ ኮንግረንስ ፌደራሊስት ኦሮሞን ግንባር ሓርነት ኦሮሞን ዝኾኑ ኣይተ ደጀኔ ጣፋን ኮለኔል ገመቹ ኣያናን ኣብ ቀይዲ ከምዝኣተዉ ተሓቢሩ ኣሎ። እዚ ከምዚሉ እንከሎ፣ ቅትለት ሃጫሉ ሁንዴሳ ስዒቡ ብዝተፈጠረ ናዕቢ ቁጽሪ መወትቲ ክልተ ሚእትን ሳላሳን ትሽዓተን ከምዝበጽሐ ተገሊጹ። ኣብ ሰሜን ቡርኪናፋሶ ብውሕዱ 180 ሬሳታት ዝተቐበርሉ ጋህሲ ከም ዝተረኸበ ተሓላቒ ጉጅለ ሰብኣዊ መሰላት ሁማን ራይትስ ዎች ገሊጹ። እቶም ካብ ሓደ ብሔረሰብ ዝኾኑ ደቂ ተባዕትዮ ግዳያት ብሓይልታት መንግስቲ ዝተቐትሉ ምዃኖም ነበርቲ ናይቲ ኣብ ሰሜናዊ ክፋል ዝርከብ ከባቢ

ተኸታታሊ ወታደራዊ ስዕረታት ከም ዘጋጠሞም ይፍለጥ። ለበዳ ኮሮና ቫይረስ ንኣስታት 49 ሚልዮን ኣፍሪቃውያን ናብ ድኽነት ክሸሞም ከም ዝኽእል ባንኪ ልምዓት ኣፍሪቃ ገሊጹ። ቁጠባ ናይታ ኣህጉር ብ34 ሚእታዊት ክጎድል ምዃኑ ዝጠቐሰ እቲ ባንክ ኣብ ዕስራ ዕስራን ሓደን ክበራበር ምዃኑ ኣሚቱሎም። ብሪጣንያ ንስዑድ ዓረብ ትሸጦ ዝነበረት ኣጽዋር ውግእ ክትቕጽሎ ምዃና ተፈሊጡ። እቲ መሸጣ ብሰንኪ ስዑድ ዓረብ ኣብ የመን ትገብሮ ዝነበረት ህይወት ኣሽሓት ዝቐጸፈ ወታደራዊ መጥቃዕትታት እዩ ተቋሪጹ ጸኒሑ። ኣንጻር መሸጣ ኣጽዋር ዝጣባእ ጉጅለ እቲ ስጉምቲ ሞራላዊ ክሳራ እዩ ክብል ዘለዎ ተቓውሞ ገሊጹ። ኣብ መወዳእታ ኣብ ሰርቢያ ኣንጻር እቲ ኦቶ ለበዳ ኮሮና ቫይረስ ዝቃወሙ ዘለዉ ናዕበኛታት ብሓይሊ ናብ ፓርላማት ሃገር ክኣትዉ ኣብ ዝፈተንሉ እዋን ብዝተፈጠረ ጎንፂ ኣባላት ፖሊስ ዝርከብዎም ሓያሎ ሰባት ተሃስዮም እታ ብኣግኡ ዕፅዋ ዘካየደት ሰርቢያ ኣብዚ እዋን እዚ ለበዳ ናይቲ ቫይረስ እናሓየለ ስለ ዝመፀ ምሉእ ዕጽዋ ክትእውጅ ትደናደን ኣላ።
እቶም ኣብ ሕሱም ኣብያተ ማእሰርቲ ስዑድ ዓረብን ኣብ የመንን ዝሰቓዩ ዘለዉ ልዕሊ 40,000 ኢትዮጵያውያን ስደተኛታት ምላሽ ከይረኸቡ ልዕሊ ሰለስተ ዋርሕ ገይሮም ኣለዉ። ዓለም ለኸ ማሕበረሰብ ምሁራን ትግራይ ነቶም ስደተኛታት ዓለም ለኻውያን ትካላት ንኽረድኦም ጻዕርታት የካይዱ ኣለዉ። ነዚ ዛዕባ ብዝምልከት ላያን ጽጋብ ዝዳለወቶ ጸብጻብ ይቐርብ። ኣባል ቦርድ ኣመራርሓ ዓለም ለኸ ማሕበረሰብ ምሁራን ትግራይ ዶክተር ግርማ በርሀም እዞም ዜጋታት ኣብ ኣዝዩ ዘሰክፍ ኩነታት ብምህላዎም ዓለማውያን ትካላት ንፀገም እቶም ዜጋታት መፍትሒ ክህበኦም ይሰርሑ ከምዘለዉ ገሊፁ። ናይ ዓለም ኣቀፍ ኦርጋናይዜሽንን ኢንስቲቱሽን ትለሉ ኩነታት ንኽፈልጥዎ ደብዳቤ ምዝርጋሕ'ዩ። ናብ ከም ሴክሬታሪ ጀነራል፣ ናብ ናይ ኢትዮጵያ ፕራይም ሚኒስተር፣ ኣፍሪቃ ኮሚሽን፣ ኢንተርናሽናል ኦርጋናይዜሽን ፎር ማይግሬሽን፣ ቸይር ፐርሰን ኦፍ ኣፍሪካን ዩኒየን ኮሚሽን፣ ፕረዚደንት ኦፍ ዩሮፕያን ዩኒየን ኮሚሽን፣ ናብ ኢንተርናሽናል ኮሚቴ ኦፍ ዘ ሬድ ክሮስ፣ ኣምንስቲ ኢንተርናሽናል፣ ሂዩማን ራይትስ ዎች ተሊኹሎም እዩ። ዋላኳ ካብ መንግስቲ ኢትዮጵያ መልሲ እንተዘይረኸቡ፣ እተን ጉዳይ እዞም ስደተኛታት ዝፈለጣ ዓለምለኻውያን ትካላት ግና እዞም ኢትዮጵያውያን ስደተኛታት ናብ ሃገሮም ንምምላስ ይሰርሓ ከምዘለዋ ዶክተር ግርማ ሓቢሩ። ብትኽክል መልሲ ልሃቡና ኣብቲ ጉዳይ እውን ኣትዮም ተንቀሳቅሱ በተለይ ኣምንስቲ ኢንተርናሽናል ኦረዲ እቲ ጉዳይ ሒዞም ቪክትም ልኾኑ ኣብቲ እስርቤት ውሽጢ ለለዉ ሰባት ዳረኸብና ስለሎ ጉዳይ ኬዝቢድ ይገብርለ እዩ። ኣይኦኤምኤን እውይ ብላዕለዋይ ኣመራርሓ ደረጃ እስካብ ምክትል ዳሪክተር ለሎ እቲ ጉዳይ ኣቕልቦ ሂቦም ብደንቢ ከምዝሰርሑ ለለዎም እሞ ብኣታቶም በኩል ሬዲ ከምልኮኑ ዘድሊ ናይ ሎጂስቲክስ ነገር እውን ከቨር ከምልገብሩ እዮም ዝሃቡና መልሲ ሕዚ ልፅበይዎ ለለው ነገር ግን ካብ ናይ ኢትዮጵያ መንግስቲ መልሲ እዩ።

ኮሮና ቫይረስ መዓልቦ ክሳብ ዝረክብ ብትዕግስቲ ክጽበዩ እዩ ኣገንዚቡ። ዝተፈላለየ ሕማማት ኣትዩ ብጣዕሚ ብለሰቅቅ ኩነታት በብግዚኡ ይሞቱ እዮም ዘለዉ። እቲ ናይ መጀመርያ ኣካይዳና ብልተኻእለ መጠን ነገራት more of diplomatic ብልኾነ መልክዕ እቲ ናይ ሰባት ምድሓን ጉዳይ እዩ ነይሩ። እቲ ፌደራል መንግስቲ ትልውለሉ ሓደ በቂ ምኽንያት ከምዘይኮነ ምኽንያቱ ሐዚ እውን ካብ ደገ ልኣትዩ ብዙሓት ከምለለዉ ካልኣይ እንድሕር እኳ ከምኡ ስግኣት ሃልይዎ እቱ ክልል ready እስካዕ ልኾነ ቐጥታ ልኸድሉ መንገዲ እውን ፋሲሊቴት ምግባር ይከኣል እዩ። ቀዳማይ ሚኒስተር እታ ሃገር ኣቢይ ኣሕመድ ትማሊ ኣብ ባይቶ እታ ሃገር ቀሪቡ ብዛዕባ እቶም ስደተኛታት ተሓቲቱ ኣብ ዝሃቦ መልሲ ምስቶም ስደተኛታት ንድሕነት ሃገር ኣስጋእቲ ዝኾኑ ኣባጽሕ ስለዘለዉ ብጥንቃቐ ምርኣይ የድሊ ዝብል ምላሽ ሂቡሉ እዩ። የሰለጠኑ የከተማ ኣሸባሪዎች የማስገባት ከፍተኛ ፍላጎት ኣለ በገዛ ካብ ሞንጎ ብኮሮና ስም ዝኣትዉ ሰባት ዝሰልጠኑ ናይ ከተማ ኣሸበርቲ ናይ ምእታው ልዑል ድሌት ኣሎ። ወጻኢታት ሸፊንና ምስ ኣምጻእናዮም ዕግርግር ናይ ምልዓል ምስኦም ተሓዊሶም ክኣትዉ ዝተዳለዉ ከም ዘለዉ ኣስተውዒልና ኢና። እዚ ዝግበር ዘሎ ጸቕጢ ናይ ማሕበራዊ ሚድያ ወፍሪ እንተድኣ ርኢኹሞ ምንጩን ኔትወርኩን ሓደ እዩ። ኩሉኹም ከም እትፈልጥዎ ዝበዝሕ ሰብ ፓስፖርት የብሉን። ኢትዮጵያዊየ ዝብል ኩሉ ጸሊም ሰብ እንተድኣ መጺኡ እንታይ ክስዕብ ከም ዝኽእል ክትሓስቡ ትኽእሉ ኢኹም። እቶም ነዚኦም ከእትዉ ዝተዳለዉ ሓይልታት ዘይክእትዎ ጉድጓድ የለን። ዜጋታት ተረሲኦም እዮም ኣእትዉ እናበሉ። ንኣጋቡዝ ኣጋቡዝ ማለት እዩ። ነቶም ክጥቅዑ ዝኽእሉ ሰባት ንምክልኻልን ናብ ሃገርና ከይኣትዉን ኢልና ግና ነቶም ዝደኸሙ ከይጉድኡ ሚዛን ምትሓዝ ከድሊ እዩ። እዚ ድማ ሚኒስትሪ ጉዳያት ወፃኢ ይሰርሓሉ እዩ ዘሎ። እየሰራበት ይገኛል።
እሞ ብመሰረት ምንቅስቓስ ዓለም ለኸ ማሕበረሰብ ምሁራን ትግራይ እቶም ዓለም ለኸ ትካላት መዓስ እዮም ነቶም ስደተኛታት ክመልስዎም ዝኽእሉ? ተስፋ ዘለዎ ድዩ? ቁርፅ ዝበለ መዓልቲ ኣይሃቡናን ግን ዓለም ለኸ ምሁራት ተጋሩ እቲ ጉዳይ ከም ጉዳይ ኢሉ ሒዝዎ ይሰርሐሉ ስለዘሎ ኣብ ልቕፅሉ ለለዉ መዓልትታት ክሳዕ ልቐፅል ልሎ ሰሙን ናብ ሓደ ነገር ንደርስ ኢና ኢልና ኢና ተስፋ ንገብር።
እምበኣርከስ ክቡራት ተዓዘብትና ነዚ ዕለት ዝተዳለወ መደብ ነዚ ተኸታተልክሞ ይመስል ነይሩ። ኣብ ኣቀራርባ ናይዚ መደብ ወይ ከዓ ካልእ ሓሳብን ርእይቶን ምስ ዝህልወኩም ኣብ ኮሜንት ፀሓፉልና። ናብ ካልኦት ኣሕዋትና ከዓ ሼር ብምባል ኣብፅሑልና። ሓቢርና ዕለታዊ ፍፃመታት እንዳተኸታተልና ኣብ ምስላን ብሂልን ትግርኛ ዘለና ፍልጠት ነዕቢ መልእኽትና እዩ። ክሳብ መወዳእታ መደብና ሓቢርኩምና ስለ ዝጸናሕኩም ነመስግን። ኣብ ናይ ጽባሕ መደብና ዳግማይ ክሳብ ንራኸብ ሰሰናዩ።